ዝርዝራት ዜና፣ ዜጋታት ውሑስ ቀረብ ኣገልግሎት ማይ ንኽረኽቡ ፃዕርታት ይካየድ ከምዘሎ ዝፍለጥ ኢዩ። ንዝተዋደዱ ፕሮጀክትታት ብግቡእን ብቑዕ ምሕደራን ምጥቃም ድማ ሓላፍነት ኩሉ ሕብረተሰብ ኢዩ። ነዚ ብዝምልከት ኣብ ከተማ ከረን ዓውደ ዘተ ተኻይዱ ኣሎ። ወኪል ኤሪና ሃብተገርግሽ ተስፋማርያም ንዘዳለዎ ፀብፃብ ብርሃነ ዓንደመስቀል ከቕርቦ እዩ።
ውሑስ ኣገልግሎት ቀረብ ስተ ማይ ህዝብን ጥሪትን ንምርግጋፅን ንምውሓስን ፅፉፍ መፅናዕትን ውሁድ ስራሕን ከምዘድሊ ኣብ ሚኒስትሪ መሬት፣ ማይን ኣከባብን ዋና ዳይሬክተር ክፍሊ ሃብቲ ማይ ኣቶ መብራህቱ እያሱ ገሊፁ። ካብ ሽዱሽተ ዞባታት ንዝመፁ ሓለፍትን ክኢላታትን ሕርሻዊ ልምዓት፣ ህንጻዊ ልምዓት፣ ልምዓት ማይን ትሕተ ቅርጽን ዝተሳተፍዎ ኣብ ከተማ ከረን ኣብ ዝተኻየደ ዓውደ ዘተ፣ ኣቶ መብራህቱ፣ ማይ መሰረታዊ ባእታ ህይወት ብምዃኑ ውሑስ ምንጪ ማያት ንክህሉ ዘለና ባህርያዊ ትዕድልቲ ክንሰርሓሉን ብግቡእ ክንጥቀመሉን ኣዘኻኺሩ። ኣቶ መብራህቱ ኣስዒቡ፣ በቢግዜኡ ምስ ዘጋጥም ዘሎ ደርቅን ዘይምዕሩይ ዝርግሐ ዝናብን፣ ማይ ኩዖታትን ስንጭሮታትን ሃገርና ብምፍዋስ፣ ጽፍሓውን ትሕተ-ባይታውን ቀረብ ማይ ንምውሓስ ዝካየድ ዘሎ ስራሕ ዝነኣድ እኳ ተኾነ ከምዘየዛኒ ግን ኣገንዚቡ። ኣብ ሚኒስትሪ መሬት፣ ማይን ኣከባብን ዳይረክተር ቀረብ ማይ ኣቶ ምስግና ገብረስላሴ ብወገኑ፣ ኩሉ ዜጋ ተጠቃሚ ጽሩይ ኣገልግሎት ዝስተ ማይ ንምግባሩ መንግስቲ ብደረጃ ሃገር ብዙሓት ፕሮጀክትታት ኣዋዲዱን የዋድድን ከምዘሎ ብምሕባር፣ ንዝበለጸ ኣድማዒ ስራሕን ተሳታፍነት ህዝቢ ክሕይል ኣተሓሳሲቡ። ኣብቲ ዓውደ ዘተ፣ ፖሊሲ ልምዓትን ምሕደራን ማይ፣ ስትራቴጂ ዕቑር ሃብቲ ማይ፣ ዳህሳስ ፀጋታት ማይ፣ ቀረብ ማይን ምሕደርኡን ኣብ ዝብሉ ኣርእስትታት ብክኢላታት መግለፂ ክቐርብ እንከሎ ብተሳተፍቲ ዓሚቕ ክትዕ ተኻይድሉ። ኣብ መወዳእታ፣ ትሑት ተሳትፎ ህዝቢ፣ ሕፅረት መቀያየሪ ኣቑሑ፣ ዘይብቑዕን ዘይኣድማዕን ምሕደራ ማይ፣ ነፃ ኣገልግሎት ማይን ንሱ ዘስዕቦ ዘሎ ሸለልትነትን ዝመሓየሸሉ መንገዲ ክፍጠር መተሓሳሰቢ ቀሪቡ። ተሳተፍቲ ናይቲ ዓውደ ዘተ፣ ካብ ሩባ ዓንሰባ ናብ ምምሕዳር ከባቢ ግዝግዛ ንኡስ ዞባ ሓመልማሎ ተዘርጊሑ ንዘሎ ዓሰርተ ሸሞንተ ኪሎ ሜተር ዝሽፍን ዘመናዊ ፕሮጀክት ማይ ብምብጻሕ ንኣሰራርሕኡ ድሕሪ ምዕዛብ ንጹር ናይ ስራሕ መምርሒ ክህሉ ኣብ ኩለን ዞባታት ናይ ማይ መጽናዕቲ ዘካይዱ ክኢላታት ክምደቡ ተባላሽዮም ዘለዉ መሳርሒታት ጻሕያዊ ጸዓትን ክጽገኑ ወይ ክቕየር፣ መጠን ዝናብ ዝሕብራ መሳርሒታት ግቡእ ዕቃበ ክግበረለን ዝብሉን ካልኦትን ርእይቶታትን ለበዋታትን ኣመሓላሊፎም።
ኤርትራውያን ነበርቲ ከተማታት በርሊንን ሃለን ከባቢኡን ጀርመን ኣብ ሃገሮም ኣብ ዝካየዱ ልምዓታዊ መደባት ተሳታፍነቶም ከዕዝዙ ብ ዓሰርተ ክልተ ሚያዝያ ኣብ ዘቃንዕዎ ኣኼባ ህዝባዊ መኸተ ኣረጋጊጾም። ኣብቲ ኣብ ከተማ በርሊን ዝተኻየደ ኣኼባ፣ ኣምባሳደር ኤርትራ ኣብ ጀርመን ኣቶ ጴጥሮስ ጸጋይ፣ ንህሉው ኩነታት ሃገር፣ ዲፕሎማስያዊ ንጥፈታትን ካልኦት ኣገደስቲ ጉዳያትን ኣመልኪቱ ሰፊሕ መግለጺ ድሕሪ ምሃብ፣ ዘይፍትሓዊ ውሳኔ እገዳ ንምብድሃን፣ ኣንጻር ኤርትራ ዝቐንዐ ተጻብኦታትን ጸለመታትን ንምብርዓንን ብወገን ኤርትራ ክካየድ ዝጸንሐ ንጡፍ ዲፕሎማስያዊ ጻዕርን ውጽኢቱን ንጸላእቲ ኣብ ጭንቀት ሸሚምዎም ከምዘለዉ ኣነጺሮም። ኣምባሳደር ጴጥሮስ ብተወሳኺ፣ ሓቀኛ ምስሊ ኤርትራ እናነጸረ፣ ውዲት ጸላእቲ ድማ ዕርቃኑ እናወጸን እናፈሸለን ይኸይድ ከምዘሎ ብምምልካት፣ ኤርትራውያን ተቐማጦ ጀርመን ውዳቤኦም ኣወርጢጾም ኩሉንትናዊ ሃገራዊ ዕማማት ንምድንፋዕ ብንቕሓት ተሳትፎኦም ከዕዝዙን መኸተኦም ከሕይሉን ተላብዩ። ተሳተፍቲ ኣብ መወዳእታ፣ ኣብ ጎኒ ህዝቦምን መንግስቶምን ደው ኢሎም ሃገራዊ መኸተ ንምሕያል ድልውነቶም ደጊሞም ከምዘረጋግጹ ካብቲ ቦታ ዝበጽሓና ሓበሬታ ኣነጺሩ።
ኣብ ሃበረዳ ንኡስ ዞባ ሞጎሎ ኣብ ዓመተ ትምህርቲ ክልተ ሽሕን ዓሰርተ ሰለስተን ክልተ ሽሕን ዓሰርተ ኣርባዕተን ብምትሕብባር ህዝቢ ምምሕዳርን ጨንፈር ሚኒስትሪ ትምህርቲ ዞባ ጋሽ ባርካን መባእታ ቤት ትምህርቲ ተሃኒፃ ኣገልግሎት ብምጅማራ ደቆም ብቐረባ ካብ መሃይምነት ክገላገሉ ከምዝበቕዑ ነበርቲ ገሊፆም። ንሳቶም ንኤሪና ኣብ ዝሃብዎ ሓበሬታ፣ ቅድሚ ሕጂ ኣብ ማእከል ዓዶም ቤት ትምህርቲ ብዘይምጽንሑ፣ ህጻናት ደቆም ናብ ጎደቦ ዓዲ እናተመላለሱ ክመሃሩ ይግደዱን ይጽገሙን ከም ዝነበሩን፣ ኣብ ዓዶም ቤት ትምህርቲ ክትክፈት ብቐጻሊ ይሓቱ ምንባሮምን ብምዝካር፣ ኣብዚ ዓመት እዚ እቲ ሕቶ መልሲ ብምርካቡ ከም ዘሐጎሶም ኣብሪሆም። መምህር መሓመድ ዓሊ ሓሰን ኣብ ዝሃቦ ሓበሬታ፣ ሚኒስትሪ ትምህርቲ፣ ጠለብ ህዝብን ውዱዕ ኩነታትን ኣብ ግብት ብምእታው፣ መባእታ ቤት ትምህርቲ ክትክፈት ድሕሪ ምውሳኑ፣ ነበርቲ ሃበረዳ ክሳብ ግቡእ ህንፃ ዝስራሕ ንመማህርን መምህራንን ዝኸውን ግዝያዊ ክፍልታት ከምዘዳልው ብምሕባር፣ ሎሚ ዓመት ኣርባዓን ሓሙሽተን ደቂ ኣንስትዮ ዝርከብኦም ሚእትን ዓሰርተ ሽዱሽተን ተምሃሮ ስሩዕ ትምህርቲ ክከታተሉ እንከለው፣ ሰብዓ ኣዴታት ድማ ኣብ መደብ ትምህርቲ ንዓበይቲ ይሳተፋ ከምዘለዋ ሓቢሩ። ካብ ኮሚቴ ወለዲ ኣቶ ዩሱፍ መሓመድሓምድን ካብ ዓበይቲ ዓዲ ኣቶ ዓብደላ ኢስማዒልን ብወገኖም፣ መንግስቲ ንድልየትን ሃንቀውታን ተቐማጦ ሃበረዳ ተገንዚቡ ቤት ትምህርቲ ክኸፍተሎም ምኽኣሉ፣ መርኣያ ናይቲ ማዕረ ዕድላት ንኹሎም ዜጋታት ንምርግጋጽ ዘካይዶ ዘሎ ሓያል ወፍርን ጻዕርን ምዃኑ ጠቒሱ፣ ኣብ ከባቢኦም ተበጋጊሱ ዘሎ ትምህርታዊ ንጥፈታት ብዝለዓለ ደረጃ ንኽስጉም ሓያል ጻዕሪ ከካይዱ ምዃኖም ኣረጋጊጹ። ኣመሓዳሪ ምምሕዳር ከባቢ ሃበረዳ ኣቶ መሓመድ እድሪስ ብወገኑ፣ እቲ ንነዊሕ ዓመታት ዝተመነይዎን ዝሓተቱሉን ጉዳይ ግብራዊ ምላሽ ብምርካቡ ድሕሪ ምምስጋን፣ ህዝቢ ሃበረዳ እታ ቤት ትምህርቲ ክሳብ ምሉእ ትሕተ ቅርጺ ዝዋደደላ፣ ኩሉ ዝከኣሎ ክገብር ቅሩብ ምዃኑ ኣነጺሩ።
ንብርቲ ኣሰቦል ንዞባ ደቡብ ደንካልያ ረኺቦሞ ንዘለዉ ናይ ትምህርቲ ዕድል ብግቡእ ክጥቀምሉ ኣመሓዳሪ እቲ ንኡስ ዞባ ኣቶ ዓብዱ ዓሊ ዶላባ ኣዘኻኺሩ። ኣብቲ ምስኣቶም ዝገበሮ ርኩብ ኣቶ ዓብዱ፣ ምዕባለ ሕብረተሰብ ብትምህርቲ ጥራይ ከም ዝረጋገጽ ብምሕባር፣ ብሰንኪ መግዛእታዊ ፖሊሲታት ሕብረተሰብና ኣደዳ ድሕረትን ድኽነትን ኮይኑ ምጽንሑ ብምዝካር፣ ነበርቲ ዓሰቦል ነዚ ብምግንዛብ ተራሕዩ ንዘሎ ዕድላት ትምህርቲ ብግቡእ ክምዝምዝዎን ንምዕባለ ከባቢኦምን ሃገርን ኣበርቲዖም ክሰርሑን ጸዊዑ። ዋና ዳይሬክተር ክፍሊ ማሕበራዊ ኣገልግሎት ዞባ ደቡባዊ ቀይሕ ባሕሪ ኣቶ ሑመር ሱር ዓሊ ብወገኑ፣ ህዝቢ መሰረታዊ ማሕበራዊ ኣገልግሎት ምእንቲ ክረክብ ምጥርናፍ ዓድታት ኣገዳሲ ምዃኑ ጠቒሱ፣ ነበርቲ ዓሰቦል ኣበርቲዖም ክሰርሑ ተማሕጺኑ። ኣገልግሎት ትምህርቲ ኣብ ምውዳድ ኣበርክቶ ዝገበረን ንህዝቢ ዘወሃሃደን ኣቶ መሓመድ ዓሊ መሓመድ ንኤሪና ኣብ ዝሃቦ ሓበሬታ፣ ንምህናፅ ቤት ትምህርትን ምስራሕ ፅርግያን ኣስታት ኣርባዕተ ሚእቲ ሽሕ ናቕፋ ወፃኢታት ከምዝገበረ፣ ኣብቲ ከባቢ ዝረኣ ዝነበረ ፀገማት ብምቅላሉ ድማ ዕግበት ከምዝስምዖን ፃዕሩ ቀፃሊ ምዃኑን ብምግላፅ ደገፍን ምትብባዕን መንግስቲ ከይፍለዮም ተላብዩ። ዓሰቦል ሓንቲ ካብ ምምሕዳራት ከባቢ ደባይ ሲማ ኮይና ካብ ዓሰብ ንሸነኽ ደቡባዊ ምብራቕ ኣስታት ተስዓን ሓሙሽተን ኪሎ ሜተር ርሒቓ ትርከብ። ቅነ ፈስቲቫል ተማሃሮ፣ ተማሃሮ ኪኖት የሕድሕዳዊ ተመክሮታት ዝለዋወጥሉን ዓቕምታቶም ዘማዕብልሉን፣ ዓቕምታቶም ክፍትሹ፣ ብዓቢኡ ድማ ባህሊ ሕብረተሰቦም ክወርሱን ክዕቅቡም ዝሕግዝ ኣጋጣሚ እዩ። ስለዝኾነ ድማ ዓመት መጸ በብከባቢኡ ብልዑል ውዳቤ'ዩ ዝካየድ። ኣብ ምምሕዳራት ከባቢ ሸበቕ፣ ዓዲ ዑመርን ዓዲ ኣረይን ንኡዞባ ሓጋዝ ንዝተኻየደ ቅነ ኣመልኪቱ ወኪል ኤሪና ሰመረ እዮብ ዘዳለዎ ጸብጻብ ኣሎ ኤልሳ ተስፋማርያም ክተቕርቦ'ያ።
ተማሃሮን መንእሰያትን ዝንባለታቶም ዘለልይሉን ተመኩሮታቶም ዝለዋወጥሉ መድረኽ ንምምዕባል ከምኡውን ባህልን ክብርታትን ሕብረተሰብና ናብ ወለዶታት ዝሰጋገረሉ ባይታ ንምፍጣር ዝሕግዝ ቅነ ተማሃሮን መንእሰያትን ምምሕዳራት ከባቢ ሸበቕ፣ ዓዲ ዑመርን ዓዲ ኣረይን ንዞባ ሓጋዝ ብልዑል ተሳትፎ ተማሃሮን ነበርትን ኣብ ከርመት ተኻይዱ። ሓለፍቲ ጨንፈር ሚኒስትሪ ትምህርቲ ዞባ ዓንሰባን ንዞባ ሓጋዝን ዓበይቲ ዓድን መራሕቲ ሃይማኖትን ኣብ ዝተረኽበሉ መኽፈቲ ስነ ስርዓት ርእሰ መምህር መባእታን ማእከላይን ደረጃ ቤት ትምህርቲ ከርመድ መምህር መድሃኔ መብራህቱ ኣብ ዘስመዖ ቃል እቲ ቅነ ተማሃሮ ብክልሰ ሓሳብ ንዝተማህርዎ ኣብ ምትግባሩ፣ ዘጥረይዎ ዓቕሚ ዘርእይሉን ባህሎምን መንነቶምን ንምዕቃብ ዘለዎም ቅሩብነት ዘጉልሕን ብምዃኑ ንመጻኢ ብዝለዓለ ከምዝቕጽልዎ ሓቢሩ። ኣብ ጨንፈር ሚኒስትሪ ትምህርቲ ዞባ ዓንሰባ ሓላፊት ባህሊ፣ ስፖርትን ጥዕናን መምህር ነጃት ኣልኣሚን ብወገና፣ ኣብቲ ዞባ ምዕሩይ ኣገልግሎት ትምህርቲ ንምርግጋጽ ሓያል ጻዕሪ ይካየድ ከምዘሎ፣ ውጽኢቱ ድማ ዘተባብዕ ምዃኑ ብምሕባር፣ ተማሃሮን መንእሰያትን ነቲ በብእዋኑ ዝካየድ ፈስቲቫላትን መድረኻት ምልውዋጥ ተመኩሮን ብዝለዓለ ክጥቀሙሉን በላሕትን ተወዳደርትን ክኾኑን ብምልባው ወለዲ ደቆም ከተባብዑን ክሕግዙን ኣዘኻኺራ። ኣብቲ ቅነ፣ ብተማሃሮ፣ መንእሰያትን መምህራንን ዝተዳለወ ምርኢት ኤግዚቢሽን፣ ውድድራት ስፖርት፣ ግጥምታት፣ ድራማታትን ደርፍታትን፣ ብምምሕዳራት ከባቢ ድማ ናይ ብሄራት ባህልን ያታዊ መነባብሮን ዝገልጽ ቁሸት ቀሪቡ። ህዝቢ ምምሕዳራት ከባቢ ሸበቕ፣ ዓዲ ዑመርን ዓዲ ኣረይን ኣብ ዝሃብዎ ርእይቶ ድማ፣ ነቲ ብቕዓት ተማሃሮ ተረዲእካ ፍልጠትን ተመክሮታትን ንምቕሳም ዝተኻየደ ቅነ ተማሃሮን መንእሰያትን ብምምስጋን፣ መባእታን ማእከላይን ደረጃ ቤት ትምህርቲ ከርመድ ብጸሓይ ውጽዓት እትሰርሓሉ ኩነታት ክፍጠርን ናብ ካልኣይ ደረጃ ክትሰጋገርን ተላብዮም።
ኤርትራዊ ኣትለት ንጉሰ ኣምለሶም ኣብ ቻይና ኣብ ዝተኻየደ ውድድር ፍርቂ ማራቶን ቀዳማይ ኮይኑ ተዓዊቱ። ምሉእ ትሕዝቶ ናይዚ ኣብ ድሮ በዓል ትንሳኤ ዝተኻየደ ውድድር ኣማኑኤል ኣላእዛር ብመልክዕ ጸብጻብ ከቕርቦ እዩ። ኤርትራዊ ኣትለት ንጉሰ ኣምለሶም ቀዳም ዓሰርተ ትሽዓተ ሚያዝያ ኣብ ቻይና ንዝተኻየደ ውድድር ፍርቂ ማራቶን ያንግ ቦይ ጂያንዚኮ ናይቲ ቦታ ክብረ ወሰን ብምምሕያሽ ቀዳማይ ኮይኑ ተዓዊቱ። ኣትለት ንጉሰ ኣምለሶም ነቲ ዕስራን ሓደን ኪሎ ሜተር ዝሸፈነ ውድድር ብ ሓደ ሰዓትን ሸሞንተ ካልኢትን ክዛዝሞ ከሎ ቅድሚ ሕጂ ኣብቲ ቦታ ተታሒዙ ንዝነበረ ክብረ ወሰን ብ ሰላሳን ሓደን ካልኢታት እዩ ኣመሓይሽዎ። ኣትለት ንጉሰ ኣምለሶም ኣብዛ ሓሙሽተ ኣዋርሕ ኣቑጺራ ዘላ ዓመተ ክልተ ሽሕን ዓሰርተ ኣርባዕተን ጥራይ ኣብ ሰለስተ ውድድራት ፍርቂ ማራቶን ተሳቲፉ ብሉጽ ውጽኢት ብምምዝጋብ ስሙ ኣብ ምዕባይ ዝርከብ ኣትለት እዩ። ኣብ ወርሒ ለካቲት ኣብ ኢማራት ዓረብ ሓምሳን ትሽዓተን ደቕን ሰላሳን ትሽዓተን ካልኢትን ዝሃረመ ኣትለት ንጉሰ ቅድሚ ክልተ ሳምንቲ ኣብ ሻምፒዮና ዓለም ፍርቂ ማራቶን ደኒማርክ ሓምሻይ ደረጃ ምሓዙ ይዝከር። ሕጂ ድማ ነዚ ኣብ ሃገረ ቻይና ዝተኣንገደ ስሙያት ኣትለታት ዝተሳተፍዎ ውድድር ናይቲ ቦታ ግዜ ብምምሕያሽ ክዕወተሉ በቒዑ። ንኣትለት ንጉሰ ተኸቲሎም ክልተ ኬንያውያን ኣትለታት ካልኣይን ሳልሳይን ደረጃ ክሕዙ እንከለዉ ኢትዮጵያዊ ኣትለት ፈይሰል ድማ ራብዓይ ደረጃ ሒዙ። ካልእ ኤርትራዊ ኣትለት ግርማይ ገብረስላሴ ድማ ኣብዚ ውድድር ዓስራይ ደረጃ ብምሓዝ ምስ ላዕለዎት ዓሰርተ ኮይኑ ውድድሩ ፈጺሞም። ናብ ዜናታት ቅድድም ብሽክለታ ምስ እንሰግር፣ ሎሚ ኣብ ኢጣልያ ኣብ ዝኽፈት ኣርባዕተ መድረኻት ኣብ ዝሽፍን ጂሮ ዴል ትሬንቲኖ ሰለስተ ኤርትራውያን ተቐዳደምቲ ክለብ ኤምቲኤን ምስ ጋንትኦም ብምዃን ክሳተፉ እዮም። ንሳቶም ዳኒኤል ተክለሃይማኖት፣ ሜሮን ርእሶምን ፍረቃልሲ ደበሳይን እዮም። ጂሮ ዴል ትሬንቲኖ ናይ ክልተ ሓይሊ ፈረስ ማለት ቱ ሆርስ ካታጎሪ ደረጃ ዘለዎ ሓደ ካብ ዓበይቲ ውድድራት እዩ። እዚ ውድድር ሎሚ ዕስራን ክልተን ሚያዝያ ብናይ ጋንታ ናይ ግዜ ውድድር እዩ ክኽፈት። ኣብዚ ውድድር ካብ ዝሳተፉ ስሙያት ተቐዳደምቲ ተዓወትቲ ቱር ዲ ፍራንስ ኣውስትራልያዊ ካደል ኢቫንስን ኢንግሊዛዊ ብራድሊ ዊግንስን ዝርከብዎም ብርክት ዝበሉ ስሙያት ተቐዳደምቲ ክሳተፉ ምዃኖም ተፈሊጡ'ሎ።